ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሔር ምሳኹም ይኹን። ናይ ሎም መዓንቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናብኡ ባለይ ግን እቶም ሓደሽ ኣ ዘለኹም ላይክ፣ ሳብስክራይብ ከምኡ እንዳገበርኩም ናይ ቻነል ቤተሰብ ክትኮኑ ብኽብሪ ዕድመኩም። እቶም ምሳይ ዝጸናኹም ከዓ ከመይ ቀኒኹም ዘም ኣሕዋተይ። ብወገና ኩሉ ሰላሚ እግዚኣብሔር ይመስገን። ንስኹም ከኣ ሰላምን ጽቡቕን ቀኒኹም ክትኮኑ ተስፋ እንዳገበርኩ ኣብ በብዘለኹሞ ክብራት ኣሕዋተይ ሰላም እግዚኣብሄር ምሳኹም ይኹነለይ ሰላም እግዚኣብሄር ምሳኹም ይኹነለይ ብዘይካ ጽቡቕ ሕማቕ ኣየስምዕኹም እግዚኣብሄር ኣምላኽ ክብራት ኣሕዋተይ ናይ ሎማዓንቲ መደብ እምበኣር ኣብ ኣርእስቲ ከም ዝረኣኹሞ ሰሚዕናዮ ከም ዝቐነና እውን ልቢ ኩላትና ስብር ኢሉ እውነት ብጣዕሚ ናይዞም ደቅና ናይዞም ሃገር ሙሉእ ደቅና ናይዞም ዓዲ ሙሉእ ደቅና ዓሻጉል ማለት እዩ። ብጣዕሚ ዝሕዝን ብጣዕሚ ዝሕዝን ማለት እዩ። ኣብዚ ሰዓት እዚ በይንና እንዳተዛረብና ምስ ሰብ ከም ዘለና በይንና እንዳተዛረብና ንኸደሉ ዘሎ ግዜ ኢና በፂሕና ማለት እዩ። ብጣዕሚ ኣነ ንዚኣ ካብ ዝሰምዓ በቃ ዋላ ለይቲ ተተባራቢርካ ልክዕ ንሱ ይመፀካ ዋላ ቀትሪ በይንኻ ከለኻ ከዓኒ ከም ምስ ሰብ ዘለኻ እንዳ ተዛረብካ ትኸይድ ማለት ኣብዚ ሰዓት እዚ ኣነ በቃ ከምኡ እየ ዘለኹ ብእውነት ክቡራት ኣሕዋተይ ብጣዕሚ ብጣዕሚ እዩ ዝሕዝነካ ክዳን እንተተኸደና እንተበላዕና እንተሰተና ሕጂ ተረቢሽና ኢና ማለት እዩ ምክንያቱ ቀሊል ነገር ከዓ ኣይኮነን እዩ ነዋሕ ዓመታት እዩ ኮይኑ ነዊሕ ዓመታት ኮይኑ እዝንና ፅቡቕ ካብ ዘይንሰምዐሉ ብዘይካ ሕማቕ ካብ ፅቡቕ ሲ ሕማቕ ዝበዝሐሉ ግዜ ዓይንና እውን ከምኡ ማለት እዩ ብጣዕሚ ከም ስለ ዝኾነ ኣይከኣልናዮን ኢና ተደጋገም ይመጸና ኣሎ ጸሎት ዘድልዮ ምህልላ ዘድልዮ ኩላትና ክቡራት ኣሕዋተይ እዚ ትሪእዎ ዘለኹም ገዛ ክፍት ይኾን ኣሎ ማለት ተደጋገም ተደጋገም ይመጸ ኣሎ ብጣዕሚ ዝሕዝነካ እዩ ውላድካ በብሓደ መዓልቲ ዝወለድካዮ በብሓደ መዓልቲ ብእውነት ብፍላይ ሕጂ ኣብዚ ሕጂ ዘለኹ ኣነሲ ሓራስ እንድየ ዘለኹ ክሳብ ሕጂሲ እንታይ ዝበሃለይ ቁስልኻ ከይሓውየ ዘለኹዎ ሰዓት እዩ ማለት እዩ። ካብ ጡንሲ ክትብል፣ ካብ ሕርሲ ክትብል፣ ካብ ምዕባየ ክትብል በብሓደ ዝወለድካዮም ኣርባዕተ ብሓንሳብ ብሓንሳብ ክፍለዩኻ ብጣዕሚ ዝሕዝን እዩ። ብጣዕሚ ዝሕዝን እዩ። ክቡራት ኣሕዋተይ ንዛ ወላዲት ነዞም ወለዲ እግዚኣብሔር ኣምላኽ ደበሰ ኣቦና የብዚ ደበሰ ይደብሶም። ብሓይሊ ፈጣሪ በቃ ብሓይሊ ፈጣሪ እግዚኣብሄር ኣምላኽ ኣኽኣለ ሃብ እምበር እዚ ከቢድ እንድዩ ብጣዕሚ ከቢድ እዩ ዋላ ሕጂ እንተዘይ ማለት ሕጂ እኳ እቲ ሰብ ምስኻ ንእሽተይ ኮይኑ ከማን ቁርብቲ ዘይከብለካ ይኽእል እንድዩ ንእሽተይ ከፃናንዓካ ይኽእል እንዳሓደረ እንዳሓደረ እዩ ማለት እዩ ንኩሉ ሲ ክቡራት ኣሕዋተይ ከምዚ ሞት ይጽዋዕ ኩሉ ኢዝጋብሄር ኣምላኽ ውላድካ ሐሚምልካ ዝተፋላለየ ቤተሰብካ ሐሚምልካ ሕክምና ፈቲንካዮ ብዝጋብሄር ክኸደልካ ነዚውን ይሕዘኖ ነዚውን ይብከዮ ማለት እዩ እዚ ከኣ ምስ ምንታይ ይቁጸር እሞ ከኣ በጣዕም በቃ ከምዚ እቲ ኣማውታሲ በቃ ክትኣምኖ ዘሸግረካ እቲ ፍርዲ ንእግዚኣብሄር ይኹን እምበር ጓል ዓሰርተ ኣርባዕተ ዓመትሲ ኣሕዋታ ጠሪፋ ገዝኣ ከፍቱ ኣሕዋታ ጠሪፋ ካብ በረኻ ንገዝኣ ትኣትወሉ እምበር ኣሕዋታ ጠሪፋ ናብ ቃላይ ትኣትወሉ ንክትኣምኖ ዘሸግረካ እንደገና ጓል ብተፈጥራ በላሕ ንኩሉ ኣብ ሓፂር ዓመታት ትበፅሓ ማለት እዩ ዓሰርተ ኣርባዕተ ዓመትሲ ንሕና ኩሉ ኣብ ናህና ዕድመ እማ ካብ ዓድና ተዓባብያ ናይ ዓድና ተዓባብያ ከዓ እሞ ብንእሽተይ ከኣኻ በላሕቲ ትኸውን ማለት እዩ ብንእሽተይ እካ ሕጂ ንዚኦም ዝረኸበቶም እግዚኣብሄር ኣምላኽ በቃ እግዚኣብሄር ኣምላኽ ሲ ዶም ናይዚኦም ሰማይ ዓሪጋ ናይዚኦም ብእውነት ክቡራት ኣሕዋተይ እንድዒ ከቢድ እዩ እሞ ከዓ እዋን እቶ እተን ገዛኻ እቶ እምበር እዋን እቶ እቶ ኣሕዋትካ ጠሪፍካ ናብ ቃላይ እሞ ከዓ ክልተ ቃላይ ሰጊርካ መበል ሳልሳይ እሞ ዛብኡ ዘለዎም ቦታ እሞ ምሸት ንኽትኣምኖ ዘሸግረካ ብጣዕሚ ዘሸግረካ እግዚኣብሔር ኣምላኽ ግን እግዚኣብሔር ኣምላኽ እንድዒ ኣኸኣል ሃብ ንወለዲ ኣኸኣል ሃብ ጽንዓት ይሃብ እምበር ገዛኻ ሎሚ ክቡራት ኣሕዋተይ ሓደ ወሊድካ ክልተ ወሊድካ ጠጠው ዝበሃለሉ ዘሎ ኣርባዕተ ኣርባዕተ ዓዲ ሙሉእ ብኡነት ሃገር ሙሉእ ብሓንሳብ ገዛኻ ከመይ ደሚቁ ነይሩ ገዛኻ ብሓንሳብ ክጽልምተካ ውላድካሲ ሰዓል ከማን ይሕመምካ ትረፍዶ ከምዚ ብጥርንፎም ክፍለዩኻ ብሞትሲ ንዛ ሰዓል ረስኒ ዋላ ረሲኖምኻ ውላድካ ከማን ማዕረ ክንደይ ኣደ ኮይንካ ወላዲ ኮይንካ ማዕረ ክንደይ ትጭነቕ ማለት እዩ። ክቡራት ኣሕዋተይ እግዚኣብሄር ኣምላኽ እንድዒ ኣኽኣለ ሃብ ጽንዓት ይሃብ ንዚ ዝሰምዐ ከዓ ኣኽኣል ሃበና ንኩላትና በቃ ብእውነት ንዚኣ ዝሰምዐ ማለት ኣተሓሳስባና እውን ጽቡቕ ጽቡቕ ኣይኮናን ዘለና ሕጂ ማለት እዩ ቀሊ ነገር ኣይኮነን ከዓ ንሕናስ ደቅኻ ወሊድካዮም ዕቢኻዮም ኣምሂርካዮም ኣደሪዕካዮም ኣመሪዕካዮም ዝብጻሕ በጺሖም ንዓኻ ኣለይትኻ ክኾኑ ተብል እምበረ ደቂ እናበልካ ገዛ ምሉእ ከተፋኑ ብጣዕሚ ኣሸጋሪ እዩ። እዚ ከዓ ጸሎት ዘድልዮም ምህልላ ዘድልዮም ጾም ዘድልዮ ንኩሉ ማለት እዩ ኣብ እግዚኣብሄርና ክንቀርብ እግዚኣብሄርና ስለ ዝረሓቕና እዚ ኩሉ መዓት ይመፀና ኣሎ ስለዚ እግዚኣብሄር ኣምላኽ በቃ እንድዒ ኣኽኣሎ ሃብ ፈጣሪ ክቡራት ኣሕዋተይ ወለድና ወደይ ጓለይ ይብሉ ኣይነበሩን እዮም ወለድና ኣቦየ ኣደየ ዕድመ ጸጋ በቃ ናይ ዕድመኦም ምስ ኣበሉ ወለዶም እዮም ንወለዶም ዘፋንዉ ነይሮም ማለት እዩ ንሕና ከዓ ሎሚ ከዓ ተራእዩ ተሰሚዑ ዘይፈልጥ ሓዘናት ተራእዩ ተሰሚዑ ንክትሰምዖ ዘደንፅወካ ብጣዕሚ እሞ ክብራት ኣሕዋተይ እግዚኣብሔር ኣምላኽ ዘበና ይመልሰልና ከምቲ ግብርና ዘይኮነሲ ብዓይኒ ምሕረቱ ጠሚቱ ፍቕሪ ሰላም ጥዕና እዝንና ጽቡቕ ንሰምዓሉ ዓይንና ጽቡቕ ዝርእየሉ ግዜ የምጸልና ብዓይኒ ምሕረቱ ጠሚቱ እዚ ሒዙና ዘሎ ግዜ እግዚኣብሄር ኣምላኽ ይቐይረልና፣ ክቕይረልና ተኾይኑ ኸኣ ንሕና ኸኣ ክንቆርቦ ክንክእል ኣለና ማለት እዩ። በቃ እዚ ኩላትና ብጸሎት ተደጋጊፍና ከምዚ ክንሰምዕ ከለና ዘይክንሰምዕ ከለና ኣብ ሓጎስና ጸሎት ኣብ ሓዘንና ጸሎት በቃ እዚኣ ተጌርና እግዚኣብሄር ኣምላኽ ክዕርየልና ይኽእል። ምክንያቱ ካብ እግዚኣብሄርና ርሒቕና ካብ ነብሰይ ጀሚርና እቲ ሕማቕ ከኣኒ ተደጋገሚ ተደጋገሚ ተደጋገሚ ይመጸና ኣሎ። ኣበሳ ዘይብሎም ቆልዑት እት ናህና ኣበሳ ስለ ዝበዝሓና እዩ ማለት እዩ ብጣዕሚ ዝሕዝነካ እዩ ኩብራት ኣሕዋተይ ኩሉ ተሰሚዕዎ ኩሉ ሓዚኑ ምክንያቱ ቀሊል ነገር ኣይኮነን ከምዚ ተሰሚዑን ተራእይን ኣይፈልጥን እዩ ማለት እዩ ስለዚ ንዞም ወለዲ ኢግዚኣብሄር ኣምላክ ክኣል ይሃቦም ጽንዓት ይሃቦም ንወላድ ይርእ ክቡራት ኣሕዋተይ ናይ ብሓቂ ከም ዝበልኩኹም ወላድካ ሰዓል ከማን ኣይሕመመካ ኣብ ትረፍዶ ብድንገት ትረፍዶ ብሰዓታት ካብኻ ክፍለየካ ሰዓል ከማን ኣይሕመመካ እግዚኣብሄር ኣምላኽ ጽንዓት ይሃብ ንወለዲ ንኹሉ ቤተሰብ ንኹሉ ህዝቢ ከኣ ጽንዓት ይሃቦ እንዳበልኩ ንሎማዓንቲ መደበይ ኣብዚ ክኣኽለኒ ሰላምን ጥዕናን ኣብ በብዘለኹሞ